ሰላምን ጥዕናን ንኹሉኹም ተኸታተልተይ ይኹን እንዳበልኩ ናብ ናይ ሎማዓንቲ መደበይ ክኣቱ ኣብ ናይ ሎማዓንቲ መደበይ ንኽልተ ሰሙን ሽኮር ደው እንተቢልና እዘን ሸውዓተ ነገራት ከምዝፍጠራ ትፈልጡ ዶ ብዝብል ኣርእስቲ መደብ ሒዘልኩም መፅየ ኣለኹ እዞም ለውጥታት ከመይን ኣበይን ከምዝፍጠሩ ኣስፍሕ ኣቢልና ክንርኢ ኢና ቅድሚ ናብ መደበይ ምእታወይ ነዚ ቻነል ሓደሽቲ ዝኾንኩም ሰብስክራይብ ብምግባር እታ ናይ ደውል ምልክት ብምንካእ ስድራ ንክትኮኑ ብክብሪ ይሓትት። ስድራ ንዝኾንኩም እንዳመስገንኩ ናብ መደበይ ክምለስ። እቲ ቀዳማይ ለውጢ ንሪኦ ሓደ ሰብ ሙሉእ ንሙሉእ ሽኮር ንክልተ ሰሙን ምጥቃም ደው እንተቢሉ ወይ ከዓ ተመሳሳሊ ዝኾኑ ናይ ሽኮር ትሕዝቶ ዘለዎም ምግብታት ምብላዕ ደው እንተቢሉ። ናይ ገጹ ቅርጺ ይቕየር እዩ። እዚ ክንብል እንከለና ምስ ናይ ስብሒ ምጥርቓም ተታሒዙ እዩ። ኣብ ገጹ ከባቢ ዝነበረ ግጅፍን ዕቤትን ንክቕንስ ይገብር እዩ። እዚ ክንብል እንከለና ሰውነትና ንኢነርጂ ወይ ከኣ ንሓይሊ ብክልተ መንገዲ እዩ ዘምርቶ። እቲ ቀዳማይ ካብ ሽኮር እንትኸውን እቲ ካልኣይ ድማ ካብ ስብሒ እዩ። ብፍላይ ድማ ሰውነትና ካብ ስብሒ ዘይኮነስ ካብ ሽኮር እዩ ንሓይሊ ዘምርቶ። ንኣብነት። ኣብ ሰውነትና ልዑል ዝኾነ ናይ ሰብሒ በዝሒ ዋላኳ እንተሃለወ ሰውነትና ካብ ሽኮር ኢነርጂ ብምምራት ኣብ ውሽጥና ዘሎ ስብሒ ከይንቀሳቐስ ወይ ከኣ ከይጠፍእ ይገብር እዩ። ብተጻራሪ ድማ ሰውነትና ሙሉእ ንሙሉእ ሽኮር ምጥቃም ተገዲፍና ማለት እውን ንክልተ ሰሙን ሽኮር ምብላዕ እንተገዲፍናዮ ሰውነትና ካብ ሽኮር ዘይኮነስ ካብቲ ተጠራቒሙ ዘሎ ስብሒ ንኢነርጂ ወይ ከኣ ሓይሊ ንኸምርት ይግደድ እዩ። ምስዚ ተታሒዙ ድማ ኣብ ገጽና ዘሎ ስብሒ ናብ ኢነርጂ ስለዝልወጥ ናይ ገጽና ቅርጺ ክመዓራረን ንክቕንስን ናይ ባዕሉ ጥቕሚ ኣለዎ። እቲ ካልኣይ ጥቕሚ ንሪኦ ምስ ልዑል ዝኾነ ናይ ሽኮር ምጥርቓም ተታሒዙ ብቐሊሉ ኔጌቲቭ ሳዕቤናት ክበጽሖም ዝኽእሉ ኣርባዕተ ክፋል ሰውነትና ኣለዉ። እዞም ክፋል ሰውነትና ድማ ዓይንና፣ ኩሊትና፣ ሓንጎልናን ናይ ደም መዘዋወሪ ትቦታትና ጉድኣት ክበጽሖም ይኽእል እዩ። ሓደ ሰብ ንኽልተ ሰሙን ሙሉእ ንሙሉእ ሽኮር ምጥቃም እንተገዲፍዎ፣ እቲ ቀዳማይ ዓይንና ዝህልዎ ናይ ምርኣይ ዓቕሚ ብቐሊሉ ይመዓራረ እዩ። ብፍላይ ድማ ንኣብነት ሽኮርያ ሕማም ዘለዎም ሰባት። ምስ ዓይኒ እተታሒዙ ዝመጽኡ ሕማማት ብቐሊሉ ዝጋለጽሉ ምኽንያት ዓይንና ምስ ሽኮር በዝሒ ተታሒዙ ዝፍጠር ነጌቲቭ ሳዕቤን ክጋለጹ ስለ ዝኽእሉ እዩ። ካሊእ ድማ ኣብ ሓንጎልናን ኣብ ናይ ደምና መዘዋወርቲ ትቦታት ፖዘቲቭ ዝኾነ ሳዕቤን ኣለዎ ብፍላይ ናይ ሓንጎልና ናይ ምዝካር ዓቕሙ ንኽውስኽ፣ ሽኳር ንክልተ ሰሙን ደው ተቢልና ናይ ሓንጎልና ናይ ምዝካር ተኽእልኡ ይውስኽ እዩ። ብተመሳሳሊ ድማ ንሙድና ናይ ምምሕያሽ ዓቕሚ ኣለዎ። ሙድ ክንብል እንተለና እንታይ እዩ? ብቐሊሉ ንናደድ ሰባት እንተኾይንና ነዚ ነገር እዚ የማሕይሸልና እዩ። ቀልጢፍካ ምንዳድ ምስ ልዑል ዝኾነ ናይ ሽኮር በዝሒ ተተሓሓዚ ዝኾነ ነገር እዩ። ስለዝኾነ ሽኮር ምብላዕ እንተነኣሰ ንክልተ ሰሙን ሙሉእ ንሙሉእ ደው እንተቢልና ዓይንና ናይ ምርኣይ ዓቕሙ ይውስኽ እዩ። ሓንጎልና ናይ ምርሳዕ ጸገም ኣየጋጥሞን፣ ትቦታት መዘዋወርቲ ደምና ድማ ብቐሊሉ ስርሖም ንኽሰርሑ ልዑል ዝኾነ ጥቕሚ ይህበና እዩ። ኣብ ሰውነትኩም ዘሎ ናይ ሽኮር በዝሕን ትጥቀምዎ ሽኮርን ክትቅንሱ ክትክእሉ ኣለኩም። እቲ ሳልሳይ ሽኮር ምሉእ ንምሉእ ንኽልተ ሰሙን እንተገዲፍና ንረኽቦ ጥቕሚ እንታይ እዩ? ምሸት ምሸት ካብ ድቃስና እንዳተሳእና ንኸይንሸይን ዝሕግዘና እዩ። ከመይ ዝብል ነገር ክንርኢ እንከለና፣ ንኣብነት ሓደ ሰብ ሽኮር ኣብ ዝጥቀመሉ እዋን፣ ፈለማ እዚ ሽኮር ናብ ደምና እዩ ዝኣቱ፣ ቀጺሉ ድማ ናብ ኩሊትና ብምኻድ ይጻረ፣ ምስ ተጻረየ ድማ እዚ ምጽራይ ናይ ምሻን ስምዒት ክስምዐና ይገብር እዩ። ብፍላይ ድማ እዚ ስምዒት ዝገድድ ኣብ ምሸት ከባቢ እዩ። ስለዝኾነ እንተነኣሰ ንክልተ ሰሙን ደው እንተቢልና ነዚ ስምዒት ከትርፈልና ይኽእል እዩ። እቲ ራብዓይ ጥቕሚ ሽኮር ንክልተ ሰሙን ምጥቃም ደው እንተቢልና ንረኽቦ ኣብ ሰውነትና ልዑል ዝኾነ ናይ ኢነርጂ በዝሒ ንክህልው ይጠቕመና እዩ። ቅድም ኢለ ከምዝሓበርኩልኩም ሰውነትና ኢነርጂ ካብ ሽኮርን ካብ ስብሕን ጀነሬት ከም ዝገብር ሓቢረልኩም ነይረ። ኮይኑ ግና ካብ ሽኮር ኢነርጂ ክስራሕ እንከሎ ኣብ ውሽጡ ዘለዎ ካሎሪን ትሑት እዩ ዝኸውን። ስለ ዝኾነ ድማ ልዑል ዝኾነ ናይ ሽኮር በዝሒ ተዘይወሲድና እቲ ዝስራሕ ኢነርጂ ትሕት ዝበለ እዩ ዝኸውን። ብተፃራሪ ድማ ካብ ስብሒ ዝስራሕ ኢነርጂ ግና ልዑል ዓቕሚ ዘለዎን ኣብ ውሽጡ ልዑል ዝኾነ ኪሎ ካሎሪን ዘለዎን እዩ። ስለዝኾነ እንተነኣሰ ንክልተ ሰሙን ሽኮር ምጥቃም እንተገዲፍና ሰውነትና ተገዲዱ ካብ ስብሒ፣ ኢነርጂ፣ ንክሰርሕ ይግደድ እዩ። እዚ ሓይሊ ድማ ካብ ሽኮር ካብ ዝስራሕ ሓይሊ ንውሕ ንዝበለ ግዘ ኣብ ሰውነትና ንክፀንሕ ዝሕግዞ እዩ። ምስ እዚ ተታሒዙ ድማ ሰውነትና ካሊእ ምግቢ ከየድለዮ ጥዕንኡ ዝተሓለወ ናይ ኢነርጂ በዝሒ ንክህልዎ ይኽእል እዩ። እቲ ሓምሻይ ኣብ ሰውነትና ጥዕንኡ ዝተሓለወ ናይ ደም ድፍኢት ንኽህልው ዝገብር እዩ። ቅድም ኢለ ከም ዝሓበርኩልኩም ንደምና ዘዘዋውሩ ቱቦታት ከይጸበቡ ስርሖም ንኽሰርሑ ኖርማል ዝኾነ ናይ ደም መዘዋወሪ ቱቦ ንኽህልወና ስብሒ ኣብ ሰውነትና ክህሉ የብሉን። ስብሒ ኣብ ሰውነትና ንኸይህሉ ድማ ሰውነትና ኢነርጂ ካብ ስብሒ ጀነሬት ክገብር ኣለዎ። ስለዝኾነ ሽኮር ምጥቃም ተገዲፍናዮ ሰውነትና ተገዲዱ ካብ ስብሒ ኢነርጂ ጀነሬት ንክገብር ይግደድ እዩ። ስለዝኾነ እዘን ንደምና ዘዘዋውሩ ትቦታት ከይፀበባ ስፍሕ ኢለን ንደምና ንከዘዋውራ ዝሕግዘን እዩ። እዚ ኣለዎ እንተይልና ድማ ኖርማል ዝኾነ ናይ ደም ድፍኢት ኣብ ሰውነትና ኣሎ ማለት እዩ። እንተነኣሰ ንክልተ ሰሙን ሽኮር ምጥቃም ደው እንተቢልናዮ ኖርማል ዝኾነ ናይ ደም ድፍኢት ኣብ ሰውነትና ንክህልው ዝሕግዘና እዩ። እቲ ሻድሻይ ጥቕሚ ንናይ ቆርበትና ጥዕና ልዑል ዝኾነ ጥቕሚ ኣለዎ። ኣብ ቆርበትና ከባቢ ፈፀጋን ተመሳሰልቲ ዝኾኑ ምልክታት እንተሃልዮም ሽኮር ምጥቃምና ኣብ ንገድፈሉ እዋን ልዑል ለውጢ ክንርኢ ንኽእል ኢና። ኣብ ቆርበትና ከባቢ ናይ ምምራዝ ፀገም ከይህሉ ብምግባር ቆርበትና ጥዕንኡ ዝተሃለወ ንክኸውን ስለ ዝሕግዘና እዩ። እቲ ሻውዓይ ጥቕሚ ሓደ ሰብ ሽኮር እንተንኣሰ ንክልተ ሰሙን ምጥቃም እንተገዲፍዎ ዘሎ ጥቕሚ ክንርኢ እንተለና ክብደት ሰውነትና ንምቕናስ ልዑል ዝኾነ ጥቕሚ ኣለዎ። ካብ ሰውነትና ስብሒ ብምቕናስ ማለት እዩ። ከነጠቓልሎ እንከለና ሽኮር እንተንኣሰ ንክልተ ሰሙን ምጥቃም ደው እንተቢልና እዞም ሸውዓተ ዓበይቲ ለውጥታት ኣብ ሰውነትና ክንርኢ ንክእል ኢና። ነዚለ ናይ ለማዓንቲ መደበይ በዚ ክዛዝም። ካብ ናይ ለማዓንቲ መደበይ። ዝኾነ ሓድሽ ነገር ከም ዝሓዝኩም ተስፋ ይገብር። መደብና ናብ ብዙሓት ሰባት ንኽበጽሕ ላይክ ሼር ግበርዎ። ሰላምን ጥዕናን ንኹላትና። የቐኔለይ።